ሳልሰይቲ ሰባት ድማ እንመን እዮም እንተይልና ኮንሽስ ካምፒተንት ሰባት እዮም ዝበቕዑ ሰባት እዮም እቲ ክፍኣቱ ግን ምብቀዖም ብቑዓት ምዃኖም ድማ ይፈልጡ እዮም ኣፀቢቖም እዮም ዝፈልጡ በዚ ምክንያት እንታይ ዓይነት ሰባት እዮም እንተይልካኒ ካብዞም ኩሎም ኣርባዕተ ሓደገኛ ንቤተክርስትያን ሓደገኛታት እንተደኣ ኣልዮም ቤተክርስትያን ዘፍርሱ ንቤተክርስቲያን ዕሾኽ ዝኾኑ ኣመኬላ ዝኾኑ ሰባት እንተዳሃልዮም ንመን እዮም እንተኢልካኒ እቶም ሳልሰይቲ እዮም ንምንታይ ካብኦም ካብኦም ዝበለፀ ዝበቕዐ ሰብ ዘሎ ይመስለኹም ከምኦም ችሎታ ዘለዎ ክእለት ዘለዎ ጥበብ ዘለዎ እውቀት ዘለዎ ፍልጠት ዘለዎ ሰብ ዘሎ ኣይመስለኹም በዚ ምክንያት እንታይ ይኸውን ተመራርሖም ብጣዕሚ ኣሮጋንት ስለ ዝኾነ ዝዳፋእ ዓይነት ኣመራርሓ እዩ ኢንቫይቲንግ ዝኾነ ኣትሞስፌር የብሎምን ምስ ካልኦት ሰባት ሲ they have they have actually competitive ዝኾነ መንፈስ ኣለዎም ኩሉ ሻዕ ኣብ ቤት ኣምላኽ ሲ እንዳተኸኻኸሩ እዮም ዝነብሩ ናይ ካልኦት ሰባት ጸጋ ክርእዩ ከለዉ ተመሳሳይ ዝኾነ ጸጋ ዘለዎ ሰብ እንተ ሪኦም ንዕኡ ዝወድቀሉ መገዲ ይደልዩ ካልኩሌት ይገብሩ ስለዚ ኣር ኦልዌይስ ካልኩሌቲቭ ሓሲቦም ኮነ ኢሎም ድማ ካልኩሌት ገይሮም ድማ ሰብ ይጎዱ በዚ ምኽንያት እዩ ን ናቶም ኣመራርሓ ብዙሕ ቅቡል ዘይኾነ ናይ ቤት ኣምላኽ ዕሾኽ ዝኾነ ነገር ኾይኑ ክንሪኦ ንኽእል ኢና ማለት እዩ። ሕጂ መጀመርታ ክገልጾ ዝግበእኒ ዝነበረ ሕጂ ናብኣ ክኸይድ እሞ ቁሩብ ሓሳብ ምእንታን ክህበና ጎይታ የሱስ ክርስቶስ ሲ ብምሳሌ ክስታይ ገይሩ ብምሳሌ እንታይ ኢሉ ሲ ዘራኣይ ሲ ክዘርእ ወጸ ይብለና ስለዚ እቲ ዘራኣይ ሓደ እዩ እቲ ዘርኡ እውን ሓደ እዩ ፍልልይ ዘምጾ ኣበይ ኢና ኣበይ ኢና እንተይልና እቲ መሬት ዓይነት እዩ ኣርባዕተ ዓይነት መሬት ኢና ንርኢ ዘለና እቶም ቀዳማይ እቲ ናይ ቀዳማይ መሬት ኣብ ምንታይ ወደቀ ይብለና ኣብ መገዲ ወደቀ ይብለና ዳሕራይ ድማ ኣዕዋፍ መጽኤን በልዖ ይብለና እቲ ካልኣይ ኣብ ጭንጫ ወደቀ ይብለና ብሓጎስ ተቐበሎ ይመስል ግን ስርስር ስለ ዘይነበሮሲ ዳሕራይ ፀሓይ ምስ ወፀ ደረቀ ይብለና ሳልሳይ ድማ ኣብ ምንታይ ወደቀ ይብለና ኣብ ዕሾኽ ማእኸል ወደቀ ዓበየ እውን ፍረ ክህብ ኣብ ዝግብኦ ስዝን ምስ መፀ ግን ፍረ ከየውፀ እቲ ዕሾኽ መፂኡ እንታይ ገበሮ ሓነቆ ይብለና ራብዓይ ድማ ኣብ ፅቡቕ መሬት ወደቐ ይብለና ሓዲኡ ሰላሳ ሓዲኡ ስልሳ ሓዲኡ ሚእቲ ኣፍረየ ይብለና ናብ እዚ ሕጂ እቲ ጎይታ ዝሃቦ ምሳሌ ስቂሉ ክህብ ንምሃብ ጥራሕ ኣይኮነ ዝሃቦ ይናው ደልብረትሉ እዩ ዝገበሮ እቶም ናይ ቀዳመይቲ ሰባት እንመን እዮም እንተይልና which is the unconscious competent ሰባት ዝበልናዮም እንመን እዮም እንተይልና ፈሪሳውያን ሰዱቃውያን and ጸሓፍት እዚኦም ሰለስተ እዮም now ናይ ፈሪሳውያን ስንፍና እንታይ እያ ነይራ ምክንያቱ they assume they know ኩሉ ሻዕ ጎይታ የሱስ ክርስቶስ ቃል ኣምላኽ ክዛረብ ከሎ እንተ ኣብቲ ኦዲየንስ ነይሮም ኩሉ ሻዕ they assume they know ክምሃሩ ይደልዩ እዮም

and self approval ድማ ደለይቲ ነይሮም ስለዚ ናቶም ናቶም ችግር እንታይ እዩ ነይሩ እንተይልና ሂፖክራሲ ግብዝነት ዘይኾንዎ ክኾኑ ከም ዝኽእሉ ብምርኣይ ንሰብ ብምርኣይ እዮም ዘመኖም ብምሉእ ዘሕለፉ and that's why you know ጎይታ የሱስ ክርስቶስ he was so much irritated ብኦም ዝተለሰነ መቃብር ይብሎም እንተተኸፊቱ ሲ ከምዚ ከምዚ መቃብር ከምኡ ኢኹም ኢልዎም ሓደ ግዜ ስለዚ እንታይ ክብል ይደሊ ፈሪሳውያን እቲ ስንፍንኦም ዝነበረ እንታይ እያ ነይራ እንተይልና ግብዝነት እያ ነይራ ሂፖክረሲ ሰዱቃውያን ስንፍንኦም ካልእ እዩ ማይንድ እዩ መንፈሳውያን ዝነበሩ ፈሪሳውያንን ጸሓፍትን እዮም እምበር ሰዱቃውያን መንፈሳውያን ኣይነበሩን ሃዋርያ ጳውሎስ እውን ይብሎ ኣክቸሊ He said it loud and clear እንታይ ኢልዋ እባ ግራው ሃዋርያትሲ እንታይ ይብሎምሲ እዚኦም ሰዱቃውያን ኢልካ ብመንፈስ ቅዱስ ኣያምኑን ብመንፈስ ኣያምኑን እዮም ብመላእኽቲ ኣያምኑን እዮም ብትንሳኤ ሙታን እውን ኣያምኑን እዮም ስለዚ መንፈሳውያን ሰባት ኣይነበሩን ይብለካ ደንዋት እንታይ ደኣ እዮም ነይሮም ናይ ቤተክርስትያን መራሕቲ እዮም እዚኦም እንታይ እዮም ነይሮም ደኣ እንታይ ነይሮም እንተይልና you know ኣእምሮም ዝደሓዘ ልቦም ዝደሓዘ ነገር እንተ ደኣ ሃልዩ it is a question of power and authority the politics of the day ናቶም እያ ነይራ እቲ ፖለቲካሲ ብልፅ ብልፅ ዝፈልጡ ሰባት እዞም እዮም ነይሩ ኣእምሮም ዝደሓዞ ነገር ናይ ምንታይ ነይሩ እንተ ኢልካኒ ናይ ስልጣን ጉዳይ ናይ ሓይሊ ጉዳይ ናይ ወንበር ጉዳይ they are addicted to it actually ኢንፋክት ንእስራኤል ህዝቢ ኣንቀጥቂጡ ዝገዝእ ዝነበረ ካብ ሮም ቀፂሉ ካልኣይ ዝነበረ ስርቃውያን እዩ ነይሩ ስለዚ ይ ሃድ ዘ ፓወር ኣንድ ኣንቀጥቂጦም ድማ ገዚኦም ሳልሰይቲ ፀሃፍቲ እዮም ፀሃፍት ኮምፕሊትሊ ካሊእ ኣኒማል እዩ ካሊእ ዓይነት ኣመለኻኽታ ዘለዎም ሰባት እዮም ናይ ፀሃፍት ስንፍና እንታይ ነይሩ እንተልካኒ ኢንተሌክቹዋል ፕራይድ ዝተማህሩ ሰባት እዮም ነይሮም they were the intellectuals of the day i think uh, so ኢሉ ጸሓፍቲ ክንብለና ከ- ክንብል- ክብለና ከሎ ናይ ምጽሓፍ ክእለት ዘለዎም ኣይኮነን no no no no no actually they were the intelligentsia if you like Oh, yeah. እቶም ፈላጣት ዝነበሩ ምሁራን ዝነበሩ ሰባት እዚኦም እዮም ጸሓፍቲ እዮም ነይሮም ጎይታ የሱስ ክርስቶስ እንታይ ይብሎም ዮሃንስ ወንጌል ምዕራፍ 5 ቁፅሪ ቁፅሪ 39 ሲ እንታይ ይብሎም ሲ ንስኹም መጽሓፍቲ ትምርምሩ ኣለኹም ኢሉ ጽቡቅ ገበርኹም ድማ ኢልዎ መጽሓፍቲ ኩለን ድማ ስለ ይዛረባ ምስ በለ ንስኹም ግን ብኣይ ክትኣምኑ ኣይከኣልኩምን ኢልዎ they were reading the scriptures and yet
ኣብ ጥቖም ጠጠው ኢሉ ዘሎ ናይቲ ቃል ሕምብርቲ ዝኾነ ጎይታ ክኣምንሉ ግን ኣይደለዩ because of the intellectual pride ናይ ፍልጠት ናይ ምሁርነት ትዕቢት ስለ ዝነበሮ ስለዚ ይ ነድድ ኢንተሌክል መሊቲ ብሓቂ የድልዮም ነይሩ ግን ይ ኩድንት እስካዕ መወዳእታ ከምኣ ቀፂሎም ማለት እዩ ስለዚ ናይ መጀመርታ መሪት ዝወደቀ ኣብኣ እያ ኣንኮንሽስ ኢንኮምፒተንት ዝበልናዮ ካልኣይቲ ዝበልናዮም ድማ ኮንሽስ ኢንኮምፒተንት ዝበልናዮም ሰባት ድማ እንመን እዮም እዚኦም እንተይልካ እንመን እዮም እዚኦም ክራውድ እንታይ ደኣ እቲ ህዝቢ ተኣምር ስለ ዝረኤ እንጀራ ስለ ዝበልዐ ድንቅታት ስለ ዝረኤ ጎይታ ክሰርሕ ስለ ዝረእዮ you know በብግዚኡ I think Christ for them was the more ክርስትና ንዖም ሲ መጥቀሚ እዩ በቃ ጠሚ እያ በነፊት እዩ እንታይ ደኣ they it was the fashion of the day ነዚ ምክንያት እዩ ግር ኢሎም ንጎይታ ዝኽተልዎ ዝነበሩ ሓደ መዓልቲ ሲ ኣንታ ጎይታ ክንደልየካስ ደኺምና ኢሉ ካብ ሓደ ዓዲ ከይድና ኣብቲ ከይድና ኣብቲ ከይድና ርኢናካሲ ኣይረኸብና ኣበይ ደኣ ከይድኻና ኢሎም ሓደ ግዜ ድማ ዘይ ወር ቱ ኢሞሽናል ከንግስዎ ድማ ጀም ክፍትኑ ሞኪሮም ማለት እዩ ናይ ንግስና ክስታይ ክደፍሉ ደልዮም ዳሕራይ ግን ዘ ቨሪ ሴም ፒፖ ስር ስለ ዘይነበሮም እታ ጭንቂ ምስ መፀት መስቀል ምስ መፀት ግን ሸዓ ግዜ ኩሎም ጠንጢኖምዋ ሆሳእና ብናይ ኣምላኽ ስም ዝመጽእ ዝተኸበረ እዩ ክብሉ ዝጸንሑ ሰባት በታ ኣፎም the same ኣፍ ብኣድማ ተጠቒሞም ስቐሎ ስቐሎ ስቐሎ ዝበሉ ድማ ንሶም እዮም so it was a crowd ሳልሳይ ኣብኣ እያ እቲ ሓደገኛ ዝነበረ ዝበልና እዩ ዝፈልጡ እቶም ሳልሰይቲ ብቑዓት። ዝፈልጡ ብቑዓት እዮም ብቑዓት ከም ግን ብቑዓት ምዃኖም ድማ ይፈልጡ እዮም ዝበልና እዮም እቶም ሳልሰይቲ ንመን እዮም ነይሮም እንተይልና እንመን እዮም ነይሮም? ናይ ጐይታ የሱስ ክርስቶስ ስድራ እዮም ነይሮም፣ ቤተሰቡ እዮም ነይሮም፣ ኣሕዋቱን ኣሓቱን እዮም ነይሮም። ማርያምን ዮሴፍን ክልቲኦም ገዲፍና ብዝተረፈ ኣሕዋቱን ኣሓቱን ብኡ ኣይኣምኑን ነይሮም። in fact ዮሃንስ ወንጌል ምዕራፍ ሸውዓተ ካብ ሓደ እስካብ ትሽዓተ ክንሪኦ ከለና ኩሎም ተኣኪቦም እንታይ ኢሎምዎ? you know what ኣምላኽ ጸዊዒኒ እዩ ዝብል ሰብሲ ኣብ ገዝኡ ተሓቢኡ ርኢና እውን ኣይንፈልጥን ኢና ውጻእ። ኺድ እሞ ንርእስኻ ውፃእ እሞ ኣብቲ ኣደባባይ ንርእኻ ግለጽ ኢሎሞ እዚ ዝበልዎ ግን ይብል ትጽሓፋይ ከም ፉትኖትሲ ገይሩ እንታይ ይብለና ሲ እዚ ዝበልዎ ሲ በዘይ በዘይ ግዜኡ መንታን ክቕተል ስለ ዝደለይዎ ይብለና They had very crooked ኣመለኻኽታ ነይርዎም። ዳሕራይ ድማ ኣዲኦም convince ገይሮም በጃኺ ምሳና ኺዲ ኢልዋ ኢሎምዋ ናብኡ ከይዶም ጎይታ ንህዝቢ የምህር ነይሩ ኣብ ሓደ ገዛ ዳሕራይ መጺኡ ሰብ መልእኽተኛ መጺኡ ኣደኻን ኣቦኻ ኣምትን ኣደኻን ኣሕዋትኻን ኣሓትኻን መጺኦም ኣለዉ ንዓኻ ክርኢ ኢልዎ ዳሕራይ እንታይ ኢሉ ኣደይን ኣቦይን ኣሕዋተይን ኣሓተይን ናይ ቃል ኣምላኽ ሰሚዖም ዝእዘዙ እዚኦም እዮም ዝብል ኣይወጸን ዋይ ዲድ ዘይ ካል መክንያቱ እንታይ እዮም መጺኦም ሲ ዓሪፍካ ተቀመጥ ንሕና ምሳካ ጠጠው ኣይንብልን ኢና ድሕሪ ሕጂ ገለ ንገር ገብርካ እዮም ክቀትሉካ እዮም ኮንቴክስት ሞሮ እዩ እዚ the outer context ክትርእዮ ከለካ exactly this was the picture እቶም እቶም ፈሪሳውያን ሰዱቃውያን ጸሓፍት ክቀትልዎ already ፕላን ገይሮም ወዲኦም ሽዓ ግዜ ምስ ረእይዋ ኣሕዋትን ኣሓትን መጺኦም ንዕኡ ከሚት ክገብርዎ ዓሪፍካ ተቀመጥ ክብልዎ እዮም መጺኦም ጎይታ ድማ ኣይደለያን መጺዎም ሪእዎ ኣይወጽን ስለዚ መዓዝ እዮም ጎይታ ተቀቢሎም ንበዓል ያቆብ ንበዓል ይሁዳ መዓዝ እዮም ጎይታ ተቀቢሎም ኣሓቱን ኣሓቱን መዓዝ እዮም ተቀቢሎም እንተኢልና ድሕሪ ትንሳኤ እዮም ጎይታ ተቀቢሎም ቀዳማይ ቆሮንቶስ ምዕራፍ ዓሰርተ ሓሙሽተ ንርኢ ንመጀመርታ ግዜ ያቆብ ተራኺቡ ዳሕራይ ድማ ጸኒሖምን ኣፍኮርስ ይሁዳ መጽኡ ኣሕዋቱን ኣሓቱን መጽኦም ሕጂ ተመልከት ያእቆብ መልእኽቱ ክጽሕፍ ከሎ እንታይ ይብል? ናይ ክርስቶስ ባርያ ያእቆብ ይብል። ይሁዳ ክብል ከሎ ድማ እንታይ ይብል? ናይ ያእቆብ ሓው ናይ ክርስቶስ ኢየሱስ ባርያ ይብለካ። ከመይ የሐጉስ! ዘመኖም ብምልኦም ሂቦም ዳሕራይ መጀመርታ ግን ኣይነበሩን። ስለዚ I think they were the danger of the day ክትሪኦ ከለኻ። ስለዚ ሓደጋ ሓደጋ ዘምጽኡ ሰባት ንመን እዮም ኣብ ቤት ኣምላኽ እንተ ኢልና፣ ሓደጋ ዘምጽኡ ሰባት ኣዴኣና እዚ ኢንተለክቹዋል ኢና ክስታይ ኢና ዝብሉ ሰባት ኣይኮኑን ከም ፈሪሳውያን ጸሓፍት ሰዱቃውያን ወይ ድማ ከምቲ ተኣምር ደልዩ በቃ ናብቲ ናብቲ ዝብል ህዝቢ እውን ኣይኮነን ሓደጋ ከምጽኡ ዝኽእሉ ሰባት ግን ንሕና ኣብ ቤት ኣምላኽ ጸኒሕና ኣለና እንብል ሰባት መብዛሕትኡ ግዜ ሓደጋ ኣብኣያ ዘሎ ንፈልጥ ኢና እንብል ሰባት ዲኣይነዊቶ ከምኣ ኢና እንፈልጥ ከምኣ ኢና ኣስዩም ንገብር በዚ ምክንያት ኢኖ ንጎይታውን ብጣዕሚ ርሑቅ ኢና እንቀርብ ዝቀረብና ኢና እንመስል ኣገልገልቲ ኢና ፓስተራት ኢና ሽማግለታት ኢና መራሕቲ ኢና ኣብ ዓዲ ንፍለጥ በዚ ብስብከተና ኢና ብክስታይና ኢና ምስ ጎይታ ዘለና ቀርብ ግን ዝገርመካ ነገር ብጣዕሚ ዝረሓቅና ኢና እቲ ልብና ዝረሓቀ ሓሳብና ዝረሓቀ ከመይ ንመስል እንተኢልካኒ ዳንኤል ሓወይ ከምዚ ሉካስ ወንጌል ዓሰርተ ሓሙሽተ ዘሎ ትጥፍ ወዲ ሓ ትዓቢ ኮፍ ትጥፍ ትጥፍ ወዲ ኣሎ ትጥፍ ወዲ ዝተፈሪ ኦኬ ብላክ ኤንድ ዋይት ዝገርመካ ነገር ግን እቲ ኢንፋክት የጠፋው ልጅ ታሪክ እንድያ ትብል ናይ ሓደ ሲንጉላር ገይርና ኢና ታይትል ዝዋባ ኣይኮነ ክልቲኦም እዮም ጠፊኦም ፍልልይ እንታይ እንተልና እቲ ሓደ ብዓለም እዩ ጠፊኡ ግን ተመሊሱ ድማ ካልኣይ ግን ኣብ ኣበቡ ገዛ እንዳሃለ እዩ ጠፊኡ ኣገልጋላይ ኮይኑ እንዳሃለ ዝተፈጸመ I think it's easy to be lost ኣብ ቤት ኣምላኽ እንዳገልገልካ ሰባኻይ ኮይንካ ፓስተር ኮይንካ ኣንቱ ተቢልካ እከለ ዝብሃል ኣገልጋላይ የለን ተቢልካ ኣብ ቤት ኣምላኽ ኮይንካ እንዳሃለካ ንምጥፋእ ቀሊል ብጣዕሚ ሰብ እንተ ዘይተጠንቂቁ ብጣዕሚ ቀሊል እዩ ስለዚ ሓደገኛታት እሶም እዮም ክብል ንደሊ ራብዓይ ብኣ ክንውድእ ሕራይ እቶም ራብዓይ ንመን እዮም እንተይልና እቶም ራብዓይ ሰባት እንመን እዮም? The unconscious competent ሰባት እዮም። ዝበቕዑ ሰባት እዮም። ዝሰኸኑ ሰባት እዮም። highly refined ዝኾኑ ሰባት እዮም። ፅሬት ዘለዎም፣ ናይ ህይወት ፅሬት፣ ናይ ኣገልግሎት ፅሬት፣ ናይ ህይወት ቅድስና ዘለዎም ሰባት፣ high level ኾነ ዝኾነ ዓይነት ህይወት ዘለዎም ሰባት እዮም። እንዳተፈለጡ ዘይፍለጡ ሰባት እዮም። እንዳተረእዩ ዘይረእዩ ሰባት እዮም። እዚኦም ሰባት ግን ዝገርመካ ነገር they are not conscious about it at all ስለዚ ከም ዝበቕዑ ንርእሶም ኣይርእይዎን። ትሕትና ኣለዎም ጅግና።
ከምዚ ሃዋርያ ጳውሎስ'ሲ ዝበላ you know what ኣነ ከም ዝበጻሕክዋ'ሲ ንርእሰይ ክርኢ ኣይደልን እየ ገና ዘይበጻሕክዎ ነገር ኣሎ ስለዚ i will press on ዝበላ ኣነ'ሲ ጎይይ እየ ክረኽባ እየ ንዓኣ ክረክብ'ሲ ይጎይ ይጎይ ኣለኹ ከም ዝበላ ወይ ድማ ቅድም ኣቢልና ፊልጵስዮስ ሰለስተ እንድያ ዘላ ሕጂ እዚኣ ዓሰርተ ሰለስተ፣ ዓሰርተ ክልተ፣ ዓሰርተ ሰለስተ እያ ዘላ እዛ ዝበልኹዋ። ቅድሚኣ ዘላ ቁጽሪ ዓሰርተ፣ ዓሰርተ ሓደ ክንርኢ ከለና ግን ዝገርም ዓይነት ሓሳብ ኢና ንርኢ ዘለና። ሃዋርያ ጳውሎስ ዝበላ ኣብኣሲ ኣነሲ ንዕኡ ክፈልጥ ብመከርኡ እውን ምስኡ ክኸይድ መወዳእታ ድማ እቲ ክብሪ እውን ክርኢሲ ንዕኡ እናፍቆ ኣለኹ ይብል። ስለዚ ከምዚ ዓይነት ሰባት እቲ ናፍቆቶም ካልእ እዩ። ከምዘይበጽሕዎ እዮም ዝፈልጡ። ብቑዓት እዮም። ግን ከምዘይበጽሕዋ እዮም ዝፈልጡ ዝፈልጥዎ ብዙሕ ነገራት ኣሎ ከምዘይፈልጥዎ ግን ብዙሕ ሓረር ዝብልዎ ነገር ኣሎ ጸጋ ኣምላኽሲ ካብ ልዕሊ ካብቲ ዝፈለጥዎ ብላዕሊ ከም ዝኾነ ይፈልጡ እዮም እቲ ቃል ኣምላኽ ካብኡ ዝጠለቀ ከም ዝኾነ ይፈልጡ እዮም they know that the living word is not the written page only it is beyond that it is the person of Christ ንዕኡ ክፈልጡ ዝደልዩ ሰባት ሃረርታ ኣሎ ናፍቆት ኣሎ ድሌት ኣሎ ኩሉ ሻዕ ክትሪኦ ከለኻሲ ድማ እዚኦም ሰባት እዚኦም ዝዓርፉ ሰባት ኣይኮኑን። There is a dynamism in them ቀደም ዝትፈልጦ ዝነበርካ ሂወቶምን ሕጂ እቲ ክትርእዮ ድሕሪ ዓሰርተ ዓመት ክትርእዮ ካልእ ሰባት እዮም and then if you come another twenty years then ኣብ ሽዑ ግዜ ክትርእዮ ካልእ ጸጋ ድማ ደሪቦም ትርእዮም ድሕሪ ዓመታት ድማ ክትርእዮም ካልእ ጸጋ ድማ ደሪቦም ትርእዮም ትራእዮም እንዳሰፍሐ እቲ ሂወቶም እንዳጠለቀ ናብርኦም ኽስታይ እንዳኾነ እቲ ጎይታሲ ኽስታይ እንዳግበሮን እንዳስፈሖም ኣገልግሎቶም እውን እንዳጸበቐ ዝኸዱ ሰባት እዮም። እዚኦም ዓይነት ሰባት እዮም ዝገርመካ ነገር ንዘይምምራሕ እውን ፈቓደኛታት ዝኾኑ። እቶም ሳልሰይቲ ይሟገትላ ሽማግለ ምርጫ እንተ መጺኡ ተንሽን ብተንሽን እያ ትኸውን። ንምንታይ ደልይዋ ይውታዎ ፓስተር ምርጫ ገር እንተ መጺኡ እሞ ሰብ ሽዎም እንተ ኮይኑ ኣብኣ እታ ፓስተር ክኸውን ዘይቃልሳ ቃልሲ የለን ይቃሉ እማ ይማማቱላ ይቃሉስላ እምበር እዚኦም ራብዒቲ ግን ዝገርመካ ነገር ብጣዕሚ ዝገርመካ ነገር ብጣዕሚ ዝገርመካ ነገር ካልእ ሰብ ክመርሕሲ ድሌቶም እዩ ናይ ካልእ ሰብ ጸጋ ንምዕባይ ድሌቶም እዩ ሃንጠው ዝብልዋ ንሳ እያ ካልኦት ክዓብዩ ከለውሲ ባህ ይብሎም ብጸጋ እንዳዓበየ እንዳጎልበተ ቤት ኣምላኽ እንዳሰፍሐ ኣገልገልቲ እንዳበዝሑ ክኸዱ ከለውሲ ሓጎሶም። they enjoy it ሓጎሶም እዩ ካብ መጠን ብላዕሊ ይሕጎሱ። ክብሮም እዩ፣ ክብሪ እዩ ንዝኾነ ባህ ይብሎም። ፈሊጦም ድማ ክቕመጡ ይኽእሉ እዮም። They can sit down። ብኻብይ ክምርሑ ዝኽእሉ ሰባት እዮም። ትሕትና እዩ። እቲ ትሕትንኦም ድማ ብመከራ ዝተቐመመ እዩ፣ ብቃል ኣምላኽ ዝተለወሰ እዩ፣ ብጸጋ ኣምላኽ ዝተለወሰ እዩ። በዚ ምኽንያት እዚ ዝጥዕም ዓይነት ትሕትና፣ ዘቕንኣካ ዓይነት ትሕትና፣ ክትርእዮ ከለኻስ ባህ የብለካ። Genuine ከም ዝኾነ የርእየካ። ዋላ ሓንቲ ሕርኽርኽ ዘይብላ። ኣእምሮኻሲ ዋላ ሓንቲ ነገር ክመላለስ ዘይኽእል ብንጽህና ዘገልግሉ ሰባት ምዃኖም ትርእዮም በቃ ትሕጎስ ናይ ህዝቢ ልቢ ይዓርፍ ናይ ዓዲ ልቢ ይዓርፍ ናይ መንፈስ ኣምላኽ ውን ይዓርፍ ጎይታ ይመስገን ፓስተር እታ ሕጂ እታ ክሓታ ብሓጻር ወላ ንምሳሌ እዚ ነገር እዚ ኣርባዕቲኦ ክፈልጥ ዝኽእል እቲ ባዕሉ ድዩ ወይስ ሰብ ክፈልጦ ይኽእል ማለተይ ብቑዕ ደይ ዘይብቑዕ ርዳኣኒ ድዩ ኣይርዳኣንን ባዕለይ እየ ድፈልጣ እንኾ እምበር ግን ሰብ ክመዝነኒ ይኽእል እዩ ካብ ኣርባዕተ ናበይ ከም ዘለኹ ምኽንያቱ እቲ ዕላማ ክጥዕም ምእንቲ ብቑዕ ኮይንካስ ዘይብቑዕ ምዃንካ ትኣምን ትሕትና ዘሎካ ክትከው ሰብሲ ክርእየካ ክእል ሰብ እዩ። ሰብ ክርእየካ ክእል እዩ። ሕጂ እቶም ናይ መጀመርታ እሞ ንውሰድ ንምሳሌ the unconscious incompetent ዝበልናዮም ሰባት ዘይበቕዑ ሰባት እዮም ዘይምብቃዖም ግን ዘይፈልጡ ሰባት እዮም ኢልና ኣለና ንሶም ኣይፈልጡን እዮም ሰብ ግን ይፈልጦ እዩ። እቶም ካልኣይ ንውሰድ they are conscious incompetent እዮም እዚኦም እቶም ካልኣይቲ ዘይበቕዑ ሰባት እዮም ሕጂ እውን ብሰብ ይረኣዮም ማለት እዩ ግን ከም ዘይበቕዑ ግን ፈልጥዋ እዮም ንሶም እውን ይፈልጡ እዮም ሰብ እውን ይፈልጣ እዩ እቶም ሳልሰይቲ ኣበያ ዘላ ዝበቕዑ ሰባት እዮም ዝበቕዑ ምዃኖም ድማ ይፈልጡ እዮም ባዕሎም እውን ይፈልጡ እዮም ግን ሰብ ዝርድኦ ኣራዳድኣ ግን ሶም ካብ ዝርድእዎ ይፍለ እዩ እቲ እቲ ንሶም ብትዕቢት እዮም ዝርእይዋ ብክፍኣት እዮም ዝርእይዋ ኣብ ልዕሊ ኩሉ ሰብ ስልጣኖም ንምርኣይ እዮም ዝደልይዋ ወንበርን ስልጣንን እዮም ዝደልዩ ዘለዉ they are arrogant ካብዚ ተልዓለ ብጣዕሚ ኣግረሲቭ እዮም ምስ ሰብ ክሰርሑ ኣይኽእሉን እዮም ብሓፂሩ ንሰብ ዶሚኔት ገይሮም ክነብሩ እምበር ንሶም ከክስታይ ክገብሩ ኣይደሉን እዮም። ዝገርመካ ነገር እሱ ሰብ ድማ ዝርያ እታ ስንፍናኦም እያ። ሰብ ድማ ይዕዘቦ እዚ ሰብ እዚ ብክንደያ ኣብ ክንደይ ዓመታት እንዳገልገለ ፀኒሑ ኣብ ቤት ኣምላኽ እንዳገልገለ ሲ እቲ ህይወቱ ዳ ንምንታይ ዘይልወጥ እንታይ ደኣ ከምዚ ዓይነት ባህሪ የርእየና እንታይ ደኣ ከምዚያ ኣንደርስታንዲንግ ኣለዎ እንታይ ደኣ ከምዚያ ዘይምትረድኣ ኢሉ ድማ ሰብ ኩሉ ሻክስታ ይገብሮ ስለዚ እቲ ዝሪኦ ኣመለኻኽታ ካሊእ ሰብ ውን ይሪኦ ዩ ማለተይ ዩ yes።
ተስፋ እገብር ካብዚ ተማሂርና ሓቂ ክንመዝኖ ንኽእሎ ነገር ካብቲ ድመሃርካና ሲ ምስ ናይ ሓቂ ባህርየይ ከመይ ኣሎ ኣብ ቤት ከመይ ኣለኹ በዓልቲ ቤተይ እንታይ ትብል ደቀይ እንታይ ይብሉ ጀንዊን ድየ ደለኹ ድሕሪኡ ናይ መንፈሳዊ ሂወተይ ከ ኣነ ከመይ ኣለኹ ናይ ጸሎት ሂወተይ ናይ መጽሓፍ ቅዱስ ምንባብ ሂወተይ ድሕሪኡ ድማ ቀጺልና እዚ ብቑዕ ኣድየ ናይ ሓቂ ካብተን ኣርባዕተስ እግዚኣብሄር ክርእየና ከሎ ንሕና ውን ሰባት ውን ክርእዩና ከለዉ ንሕና ውን ዝረኣናስ ናብ ብቕዓት በጺሕናስ ግን ትሕትና ደሎና ኣነ ኣይብቑዕን እየ ገና ከምቲ ጳውሎስ ዝበሎ ድሕረይ ዘሎ እናረሳዕኩ ንቕድመይ ግን ማጣጠር ኣለኹ ጎይ ኣለኹ ዝበሎ ንጎይ ሰባት ክንከውን መቸም እግዚኣብሄር ኣብዚሑ ኣብዚሑ ይባርኽካ ከምዚ ክንራከብ ስለ ዝፈቀድካ ሕጂ ውን ደጊመ ከመስግነካ ደስ ይብለኒ ተሪፉ ደሎ ዕድሜካ ተሪፉ ደሎ ዘበንካ ሂወትካ ኩሉ እግዚኣብሔር በጺሕካዮ ዘይትፈልጥ ሕጂ ሕጂ ውን ትጎየሉ ይግበረልካ ብዙሕ ተፍርየሉ ብዙሕ ኣፍሪካ ኢካ ግን ቀጻላይ ገና ብዙሕ ብዙሕ ጸጋ ሃልዩካ ትጎየሉ ይግበረልካ